ዘይጋገ ሰብ እኳ የለን ካብ ጌጉ ዘይመሃር ሰብ ጥራይ ሰብ ዘይኮነ ብፁ ዝበሃል ኣብዛ ምድሪ እኮ የለን ብሸካ ሓደ ፈጣሪ ኣብ ጉዕዞኻ እኳ ተዓንቂፍካ ትወድቕ ካብ ጌጋኻ ተማሂርካ የቕረ ክትብል ጌጋኻ ተኣሚንካሉ ክትጓዓዝ ጽቡቕ እዩ ኣብ ይቕሬታን ኣብ ጌጋኻ ምእማን ዘሎ ሰላም ክጥዕም መዓት እዩ ተዘይኮይኑ ነቲ ተጋገኻዮ ተመሊስካ ጽቡቕ ኣለኹ ትብል ተኾንካ እዚ ኾነ ኢልካ እዩ በር ከም ሰብ ክትጋገ ከም ሰብ ክትወድቕ ንቡር እዩ ንስኻ ግን ንጌጋኻ ተኣሚንካ ካብ ጌጋኻ ወጺኻ ኣብቲ መንገዲ ሓቂ ክትከይድ እቲ ዝበለጸ እዩ ነቲ ዝበደልካዮ ኸዓ ይቕሬታ ክትብሎ ኸዓ ሰናይ ነገር እዩ እምበር ዘይጋገ ሰብ የለን ካብ ጌእጎ ዘይመሃር ጥራይ ሰብ ዘይኮነ እዛ ትሪእዋ ዘለኹም ጓል ዕስራን ሓደን ዓመት ሜክሲካዊት ቫለርያ ዝተባህለት ኮይና ኣብ ቲክቶክ ጽቡቕ ፎሎወርስ እንዳጥረየት ትኸይድ ዝነበረት ናይ ርእሳ እንዳ ጽባቐ ጸጉሪ ርእሲ ቢዩቲ ሳሎን ትውንን ኣዝያ ብዙሓት ፈተውቲ ዝንበሩዋ ኮይና ኣብዚ ክልተ መዓልቲ ሰለስተ መዓልቲ ኣዛራቢ ዘላ ድማ ኣብ ላይፍ ከምዚ ትሪእዋ ዘለኹም ፕሮግራም እንዳ ኣሕለፈት እንከላ ብሽጉጥ ስለ ዝተቀተለት እያ ካብ ተዓዘብታ ብዙሕ ህያባት እዩ ዝመጻ ንኣብነት እዛ ሒዛታ ዘላ ባንቡላ ውን ህያብ ዝመጸታ እያ ብድሕርኡ ግን ካልእ ህያብ መጸ ኩሎ ጊፍቲ ተባሂላ ኣፍትላይፍ ምስ ሰባት እናዕለለት ትጽበ ኔራ ብድሕርኡ ግን ክትከይድ ደልያ ክመስያ ስለ ዝጀመረ ጽቡቅ ስምዒት ውን ክስምዓ ኣይጀመረን ክከይድ ምስ ደለየት ሓንቲ ካብተን ሕማቕ ዝሓሰባ መሓዙታ ግን ክትጸንሕ ከም ዘለዋ፣ እቲ ሰብ ከኣ ይመጽእ ከም ዘሎ ህያብ ሒዙ እሚናታ ማለቱ'ዩ። እዛ ትርእይዋ ዘለኹም ከኣ ንመሓዛ ኣሚና ጊፍቲ ትጽበ ነይራ፣ ብድሕሪኡ መጺኡ ኢላ ካብዚ እትርእይዎ ዘለኹም ተሲኣ ንደገ ምስ ወጸት፣ እሱ ከኣ ሽማ ሓቲቱ ብቀጥታ ቀቲልዋ ማለት እዩ ሕጂ እቲ መጀመርያ ኣዛራቢ ዝኮነ ኣብ ላይቭ ን ከላ ስለ ዝተቀተለት እዩ እቲ ቪድዮ እኳ ሕጂ ካብ ቲክቶክ ገለ ኣልዮሞ ኣለዉ ከምኡ ዓይነት ቪድዮ ቲክቶክ ቀልጢፉ እዩ ካብ እዚ ካብዚ ማሕበራዊ ሜድያ ዝኣልዮ ማለት እዩ እቲ ዘሕዝነካ ግን ኣብ ናታ ቅትለት መሓዙታ ኢድ ብምህላወን እዩ ማለት እዩ እዚ ከኣ ካብ ቅንኢ ዝተበገሰ እዩ ክከውን ዝክእል ብዙሓት ሰብ ስለ ብዛዕባ ዝሰርሑ ዘለዉ ምናልባት እቲ ሓበሬታ ካብ ሓደ ናብ ሓደ እፈላለ ክከውን እቲ ኣዛራቢ ኮይኑ ዘሎ ግን መሓዙቱ ኣብኡ ኢድ ብምህላወን እዩ። ካብ ሓሳድ ሰብ ይሓልወና ኢኻ ክትብል ትኽእል። ከምቲ ኣብርሃም ኣፈወርቂ ዝበሎ ሰብ ቀደመ ኢሎሞ ንፈጣሪ ካብ ንኣምኖ ሓልወና እምብሪ ንጸላኢስ ፈጢርካዮ ካብ በትሪ ከም ዝበሃል ካብ ንኣምኖ ሰባት ንሓልወና ክብል ይደሊ ማለቱ እዩ። ንዓኣ መንግስተ ሰማይ የዋርሳ ንስድራቤታ ጽንዓት ይሃብ። ኣየሳእነና ጋዜጠኛ ሚስዮስ ካብ ሃገረ ጀርመን። የቐንየለይ።
በቃ ጓል ደልየ ኣለኹ ጓል ደልየ ኣለኹ ጓል ንእሽተይ ጓል ምህርቲ እንተኾነት ኣይፅልኣን እየ ፅብቕቲ ነዋሕ ፅብቕቲ ገዛ ናታ እንተለዋ ፀገም ዘለዎ ኣይኮነን ገንዘብ እንተለዋ እውን ኣይምፀላእኹን ቀያሕ መኪና ትዝውር ተትኸውን ከዓ ዓቕመይ ምተሓጎስኩ መሲልካ ቀያሕ መኪና ኮንተ እያ ኣይትረኽቧን ኢኹም ኣይትረኽቧን ኢኹም

ህዝባዊ ግንባር ዓቕሚ ኣለዎ፣ ጽልዋ ኣለዎ፣ ዳትስ ዋይ ድማ ምስ ወያነ ክሰርሕ ከሎ ረብሓታት ኣብ ግምት ኣእትዩ ሰሪሑ። ኣብኡ ምናልባት ክኸውን ዘይነበሮ ነገራት ነይሩዶ ዝብል ኣካታዒ ነጥቢ ክህሉ ይኽእል እዩ። ግን እስኻ ምስ ካልእ ምስራሕካ ኣይኮነን ሓጢኣት። ክትሰርሕ ከለኻ ግን ኤርትራዊ ክብርታትካ ሒዝካ፣ ኤርትራዊ ኾንካ፣ ልኡላውነት ሃገርካ ኣኽቢርካ፣ ምስቲ ምሳኻ ዝሰርሕ ዘሎ ወገን ከኣ ጽባሕ ንግሆ ንሕና መንግስቲ ምስ ኮንና ኣብ ኤርትራ ሰላም ክንገብር ኢና ምሳኹም ገለ ኢልካ ክትብል ትኽእል ኢኻ። እዚ እኮ ክብርኻ ሼጥካ ኣነ ትግራዋይ እየ ትግራዋይ ኣነ እንዳለመንካ ንሕና ተጋሩ ኢና እንዳበልካ ቀቲልናኩም ጆኖሳይድ ጌርናልኩም እንዳበልካ ዘይተጨበጠ ነገር እንዳተዛረብካ ጫማ እንዳለሓስካ ዲኻ ናይ ሓባር ዝምድና ትገብር ኣብ ዓቕሚ ዘይብሉ ዝምድና ንከምዚ ኢሳያስ እውን ይጥቀመላ እዩ ናይ ባርያን ናይ ከምዚ ወናኒ ባርያን ዝምድና እስኻ ዝኣክል ዓቕምን ፖለቲካዊ ንቕሓት እንተለካ ንኣብነት ክትሰርሕ ትኽእል ኢኻ ደሓር ከኣሲ ኣብዪ ኣሕመድ ዓሰብ ሃበኒ ተበለካስ ዓሰብ ሂብካ ዲኻ ምስ ኣብዪ ኣሕመድ ዝምድና ጌርካስ ኤርትራ ክትኣቱ ስለዚ ጸላኢኻ ስለ ዝኾነ ኢሳያስ ነታ ሃገር ኣብ ሓደጋ ዘኦቶ ዓይነት ኣገባብ ጌርካ ዲኻ ሓራ ከተውፅኣ ደልዩ ስለዚ እንታይ እየ ዝብለካ ዘለኹ ምስ ካልእ ምስራሕ ኣይኮነን ጌጋ ክትሰርሕ ከለኻ ግን ናይ ኤርትራ መሰረታዊ ክብርታት ኣብ ግምት ኣእቲኻ ኢኻ ትሰርሕ እንተዘይኮይኑ ግን እቲ ደሓርቲ ብርጌድ ንሓመዱ ኩሉ ድዩ ከምኡ ዝብል ዝበልካዮ ጽቡቕ ኣለኻ ኩሉ ከምኡ ደይ ክብል ይኽእል እዩ እቲ ጽልዋን እቲ ዝበዝሐ ንሪኦ ዘለናን ከኣ ኣብ ደገ ነቒሑ ዝበልካዮ ነዚ መንእሰይ ከይነጋግዮ ነቒሕና ዲና ኣይነቓሕናን ባዕልኻ ትሪኦ ኣለኻ ብኣውራጃ ብሃይማኖት ብዓሌት መዓት ነውሪ ዘረባ መዓት እዚብካ ክትገልጾ ዘይትኽእል ስምዓ እንዶ ፖለቲካ ምስ ተዛረበ ደይኮነ ንመዓት ሰብ ሂወትካ ከምዚ ዶ ከምዚ ክስቶ ዶ ኣዴካ ዶ ሓፍትካ ሓወቦካ እንዳበለ እንዳ ሃየስቲ ናይ ጉድ ተቀይሩ ዘሎ ደንበ ተቃውሞስ ነቂሑ እዩ ዲካ ትብለኒ ዘለካ እንታይ ማለት ድዩ ምንቅሓት ከመይ ድዩ ሞጌ ጸላኢ እዩ ፈሊጡ እዩ ትብሎ ዘለካስ ንሓድሕዱ ዶ ኣይኮነን ኣውራጃ ኣልዒሉ ሃይማኖት ኣልዒሉ ብሄር ኣልዒሉ ሓመድ ድፋጩ ክሳተ ዝውዕል ዘሎ ንዓኻ እዞም ምሳኻ ዝቃለሱ ዘለዉ ጴንጠ ብምዃንካ ከማን ስም ደቃ ኣለኹ ነታ ናትካ ናይ ኣማኒ መሰልካ ዝሕልዉልካ ከይመስለካ ክርሽኑኻ እዮም ሕተቶም ኢኻ እስ- ምሳኻ ከይተረፈስ ብሃይማኖት እስኻ ጴንጠ ብምዃንካ ጥራሕሲ ኣባኻ ዘለዎም ኩርናዕ ጠመተ ካልእ እዩ ተረዲኻ ኣለኻ ስለዚ ደረጃ ንቕሓትና ኣብ ደገ ዘለና ከምዚ ዝነቓሕና ዝወዳእና ጥቓ ንሕ- ንቕሓት ኣይቀረብን ህግደፍ እዩ ጸላኢና ትብሎ ዘለኻ ኸኣ ንስኻ ኢኻ ከምኡ ኢልካ ትሓስብ እዞም ምሳኻ ዘለዉ ሕተቶም ህግደፍ ድዩ ጸላኢኹም ወይሲ ኣውራጃ ሃይማኖት ድዩ ጸላኢኹም ክርስትያን ድዩ ጸላኢኹም። ዓርክኻ ምረጽ ኣዕርኽትኻ ምረጽ ናይ ቀጻሊ ሂወትካ ኣብ ሃና ኣዕርኽትኻ እዩ ዝውስን ዓርክኻ ኩልሻዕ ብድሕሬኻ ዝሓምየካ ዘይኮነ ሰባት ክሓምኻ ከለው ንዓኻ ዝከላኸለልካ ብድሕሬኻ ብጽቡቕ ሽም ዘልዕለካ ዘድንቐካ መልሓሳዊ ኣድንቆት ዘይኮነ ናይ ልባዊ ዝኮነ ኣድንቆት ዝህበካ ኣዕሩክትካ ኣብ ሓደ ጥዋም ኣብ ሓደ ወንበር ከፍ ኢልካ ክትበልዕ ሰቲ ከለካ ብዛዕባ ፖለቲካ ብዛዕባ ቢዝነስ ብዛዕባ ዓበይቲ ጉዳይ ዘልዕሉ ኣብ ወንበር ከፍ ኢሎም ደቂ ሰላሳ ኣርባዓ ደቂ ዕስራን ገለን ዓመት ከፍ ኢሎም ብዛዕባ ጡና መዓኮር ዝዛረቡ ኣወዳት ኣይትምረጽ ምናት ካብ ናትካ ጥንካረ ጥራሕ ዘይኮነ ንዕርክትኻ ምሳኻ ዝኸው ንዓኻ ኣንፊለንስ ተጽዕኖ ስለዝገብረልካ

ሰላም ሰላም ኩቡራት ኣሕዋተይ ማሳኪ ሓውኩም እየ ካብ ኣዲስ ኣበባ ለውጢ የለን እዘን ኣዋልድ ናትናስ ግርህነት ድዩ ደለክን ዕሽነት ጠቅላላ እያ ንክርደእኒ ዘይክኣለ ማለት እዚ ሂንዲ ፊልም ምርኣይ ብጣዓሚ ደተዓሻሽወክን ደሎ ኣብ ሂንዲ ፊልም ማለት እዩ ኣትኪዲ እስከ በቃ ኣይፍቅረክን እየ እንተኢልዋ በቃ በል ለይተፍቅረኒ ተኮንካ ኢላ ኣብ ከምዚ ላዕሊ

ናይ ብሓቂ ኮን ኣንዲ ጸርፋ ገለ መለ ፊልም ይስሩ ናይ ብሓቂ ጸዲፍክንስ ካበይ መጺኣ ኣነ ሕጂ ስክስ ኣብ ትሊድምቲ ኮንኪ ጸዲፍክስ እታ እታ ኣፍቃሪ ናትክስ ኣብ ላፍቶ ተሎስ ካበይ መጺኡ ከ የዳሕነኪ ኣቲ ርእሲ ግበራ ብኣምላክ ኣይተሐማና። ኣወዳት ከመይ ጌርኩም ዝመረጽኩማ ጓል ኣብ ፍቕሪ ተእትውዋ ኦፋ ፋንኩሉ ያቶም ህዝቢ ኣቶም ህዝቢ ኣታ ኩላ ምር መምህር ኮይና ምንዳይ ተማሃረ ይኸውን መን ተማሃረ ይኸውን ኩላ መዓዲት ኮይና ሓደ በዚ ህይወት ከመይ ጌርካ ተመሓድር ክትገብረን ዘይብልካ ነገራት ሓደ ክልተ ስለ ሓሙሽተ ክበፅሕ ከመይ ጌርካ ንሓንቲ ጓል ተርግፃ ከመይ ጌርካ ንሓደ ወዲ ተርግፅ እዩ ከመይ ጌርካ ሓዳር ከምዚ ከምዚ ትገብር ከመይ ጌርካ ህይወትካ ትቕይር ኣቶም ሰባት ያ ልብና ተብርህ ተትብርበር ካብ ንህቢ ምሽ መዓር ርከብ ያ ካባና ካልእ ምተረኸበ ግን እቲ ሰብ በዚሕዎ ያ በጃኹም ከምዚ መስሓቕ ምፅሩ እዚ ከምዚታሲ ንክልተ ሰለስተ ሰባት ትገድፍሎ እምበር ዋ፣ ዓዳ ብ ዓዳ እኳ መኻሪት ኮይና መን እዩ ተምሃራይ ክኸውን ዶስ ተዛረብኩም ባዕሎም እዮም ዝሰምዕዎ ባዕልኩም ከዓ ትመሃርሉ ሽዑ ያ ግዶፍና ያኣ መስሓቕ ኣምጹልና ያኣ። ነብሳን ገለመሊኣን ሴንት ሜሪ እያ ትመስል ኣምና ኣረጋዊ ምስ ጫረ እንዳ ነራ ማናቱ ወልደላ ሽዑ እዋን ጫረ ተኻሲሙ ስጁኑ ድቅል ሓጋዛ ቆልዓ ንዓይን ንክሪንካዓን ጸዊዓ ቅበሩለይ ትብለና ሓደ ሃለቃ በቲ ገዝኣ ሕልፍ ክብል ንዓ ኢልና ጸዊዕና ነቲ ዝኸረበ ዕያል ተሰኪምና ንመቓብር ጉድጓድ ተፋሒሩ የእማን ኣኻኺብና ክንድኩሎ እናበልና ኣውያ! ናይ ምንታይ ኣውያ?
እታ ዲዩ ጽንሑ ጽንሑ ጽንሑ ጥራይ ትብል ካብ ርሑቕ ኢሂ ተበልካ ነቲ ዝኸረበ ዕያል ገዲፍናስ ነቲ ዘይከረበ ኢና ኣንጠልጢልና መጺና እምባእ ሰበይቲ ብስንባደ ናብ ዓካ ተይትቕየር ዛርቲ በቃ! ኣንታ ኣንታ እዚ ኹሉ ጉድጓድ ክሳብ ትፍርስ ዝሞተን ዘይሞተን ምፍላይ ክስእኖ?

መላጥ መላጥ መላጥ ማለት መላጥ ቅርሽ ኣለዎ ለባም እዩ መላጥ ኢሉ ምቸኒ መላጥ ሳይ ሲ ክትምርዓይ ትደሊ ማለት እዩ እ? መላጥ ታይ ስለ ዘለዎ በቃ ቅርሽ ኣለዎ ለባም እዩ
መላጥ ሳይ እሺ ጨጓራት ከለባማት ይኮናን ቅርሽ የልና ኖ መላጥ ኢሉ ምቸኒ ቃ ንምቸክሪ ብኸመይ እሞ ኢለኪ

ቻርጀር ማለት ከምዘን ሞቶሪ እወ ዋይ ከማስ ኣይደልን እየ ከምዚ ክብለካ ፀንሖ መጋየፂ ይኮን ንስራሕ እዩ ተረዲእካ እተን ንብረተይ ንዓይ ጥራሕ ኮፍ ተብለይ ወላ ሰብ ኣይተማልኣን እሞ ሰለስተ እግራ ዓረብያ ዲኺ ደሊኺ እዘን ሰለስተ እግራ ናይ መኪና ስቴር ሰት ዘለወን እኮ ኣለዋ ሰለስተ እግረን ዋ መኪና እምበር ዳራራን ትብል ኣንቲ ድራሪ ብዓሰርተ ዝርከባ እንተኾይነን እንታይ ኣለኒ ብእግረይ ኮለል ደብል ኣነ እንታይ ኣለኒ ጻዕዳ እግረይ ክሳብ ድግም ጠልሲ ገዛ ገዛ ድዘውር ኣነ ዋ

ተረዲእኪ ደምና እ ልምዓትና ንዓለም እትማልእ እ ነግረኪ ፀገም ድማ ኣነ ነግረኪ እየ ፀገም ቀጽላ ቀጽላ ቀጽላ ወይን ኣብካ ትሕዝ ንገድፎ እዚ ጉዳይ እዚ ወይንካ ትቕጽላ ኦኬ ነ- ክቐፅለልኪ ፀገም ድማ ኣለ ኣጀወይ ቀጽላ

እንተ ንዓኹም ዘጋጠመኩም ከኣ እንድሕር ኣሎ ኣብ ኮመንት ሰሽን ኣቐሙጡለይ መልእዎ ባዕልኹም ፒስ ኤንድ ላቭ። ግን ይቕሬታ ደቂ ኣንስትዮ that's the truth ሓቂ እዩ እዚ። የዕሩኽ ሕጂ ኣሽማት ተዓዲሎም ኣኣሽማትሲ ኣሽማት በዚ ናህና ነይ ደቂ ሓምቢርሲ ኣሽማት ወሲዶም። እንታይ ትብል ኣለኻ?
በቃ ሕጂ ሓደ ኣሎ እዚ ነዚ መን እዩ ክትብልዮ ዘይ ኣሎኒ ዝብል ዘሎ እዚ ንዑኡ ዘርኦም ኢሎሞ።

ከመይ ኢልካስ ኩሉ ተራእዩ ንዘረበይ ቀሪፀ
ኣብኣ ከለኩ ዕኩር እየ ነዳ ኮፍ ኢለ ዘጉ ሓቂ ሓይሽ ፈሪሄ እንታይ ማለት እዩ ከቲ ኣንቲ ኮፋ ባ ፍትፍት እኳ ይብሊ ነው ክኮፍ በል ሓወል ብል

እንታይ ዘረባ ትዛረብ ኣለኺ እስኺ? ዋእ ዓሰርተ ኣይኮነን ሰላሳ ኣዋልድ ይብጻሕ ወድሲ ድንግል ክኸውንስ ኣይደልን እየ እንታይ ክገብረልየ ሰላሳ ይብጻሕ ወዲ ሰላሳ ይብጻሕ ቅድመይ ሓቢብቲ ጀሃንም ጀሃንም
ጀሃንም ኣቲ ባይ ደ ወይ ቦነት ከይትኣብነኒ ፍሊማን ኣስፌር ድንግል እስኺ ድንግል ድኺ ባዕላ ዓዚትክኒ ባዕላ ዓዚትክኒ እዚያ ኣለኾ ድንግል ቴላትኒ እዚ እንታይ ዝበሃል ክጅምር እዩ እዚ ምንቅጥቃጥ ሜረት ናይ ኣዲስ ኣበባ ክጅምር እዩ ኣነ ድንግል እየ
ጌፍኩም እሞ ፒፕለይ ሎማዓንቲ ናብ ሓደ ሪስቶራንት ከይደስ ሓንቲ ህንዳዊት ኮይ ኣብኡ ነመስተ ትብለኒ ኣነ ከዓ ነመስተ ሃብኪ ዝኣምላኽ ግዲ ጡፍ ክብለለይ ሓፍቶም ንበዓል ሻሩኻን ንበዓል ኣክሻይ ከማር እኮ ትኸውን ገለ ኢለ ሜ ፉድ ካርታው ትብለኒ መግቢ ደልየ ማለት እዩ ወይ ፕሮብለም ነይ ገለ ይብላ ሽዑ ነቲ ኣብኡ ዝነበረ ወዲ ፀዊዓ በያ ሜ ቺክን ቲካ፣ ቺክን መሳሊ፣ ቺክን በርያኒ፣ ኪማ፣ ቺክን ስፓኒሽ፣ ፎር ሮቲ፣ ጋሌክ ናን ትብሎ ፈጠጥየ ኢለ ብኡነት ኣደይ ማርያም ክንደይ ክምጠጥ ኢታ እዛ ኣሽማት ናይዚ ናይዞም መግቢ ናቶም ሳጓ ወይ ኣፍኩስ ዘይተብሉ ዘይተብልዎ ወላ ንክትከፍሎ ከማን ጥዑም ይኸውን ኢለ ብውሽጠይ ደሓርስ እቲ መግቢ ናታ መጺኡስ ነቲ ጣውላ ናታስ ነቲ ጣውላ ናታስ ምልእ ኣቢልዎ ኣነ ከኣ ከም ናትኪ እየ ኢለዮ ኣሽማ ጠፊእኒ ሽዑ ከኣ ናተይ ከኣ ክመጽእዩስ እቲ date ናተይን ናታንሲ ፊት ንፊት ክከውን ኣብዚ ኮይነ ሃይ ክብላ ኣብቲ ኮይነ ሃይ ክትብለኒ መሪርኒ ተስየ my sister ኣደይ ማርያም ብኡነት I'm sorry ሚኖት ማን ኢለያ ስሒቃትኒ ኣብ ክድንድነካ ኢለ እየ እምበር እዚ ሪስቶራንት ናተይ ኢላ ኣውጽያትኒ። ኣብ ሓደ ጓሓፍሲ ወርቂ እንድሕር ኣሎ እቲ ጓሓፍ ኣይትወስዶን ኢኻ ነቲ ጓሓፍ ገዲፍካ ነቲ ወርቂ ትወስዶ ኣብ ድኹም ፍጥረት ምናልባት ተኣምር ዘረባ ክትረክብ ትኽእል ሕጂስ እንታይ በሃላ እየ ኩሉ ሻዕ ንዘረባ መን ኢኻ እንድሕር ሪኢኸ ምናልባት እቲ ዘረባ ንህይወትካ እውን ክጠቕመካ ክኣልየካ እውን ይኽእል እዩ ማለት እወ ሕጂሲ ገሊኡ ሰብ ንምሳሌ ጫምኡ ቀዳድ እንድሕር ተዛሪብዎ ሓንጎሉ ተቐደደ መሲልዎ ከምዚ እዚ ኤክስተርናል ዝበሃል ምሽ ኣሎ ግዳማዊ ግዳማዊ ትዕዝብቲ ስዒብካ ክዳን ብልጭልጭ ገለ መለ ገለ ርኢኻ ዝበለ እሽ ከምኡ ዝግምቱ ኣለዉ ሕጂ ሰብ ኣብ ገዝኡ ክትመፅእ ከለኻ ክንዲ ሓሳብካ ዝርኢ ሳእንኻ ርኢ ካልስኻ ርኢ ድሕር ካልስኻ ብጎኒ ተቐዲዳ ሓንጎልካ ተቐደደ መስሎ ምናልባት ካብቲ ጥዑይ ካልሲ ዝገበረ እቲ ጥራይ እግሩ ዝመፀ ካብኡ ዝያዳ ፈልጥ ይኹን እንታይ እንታይ ተወካ ናይ ጥራይ እግሩ ማለት እዩ ሓሳብ ትወስድ ትዘየድልየካ ትገድፎ ገዛ ናይ ትምፃእ ጫማ ካይገበርካ ዳሕራይ ትብሎ ማለት እዩ እቲ ሓሳብ ግን ትወስዶ እዚ ከዓ ኩሉ ሻዕ እንታይ ማለት እየ ንሕና ንዛረቦ ዘረባ ሲ ውፅኢት ዘለዎ ክኸውን ኣለዎ ኩሉ ከተርጉሞ ዝኽእል ሓሲብካ ትፈልጦ ነገር ክኸውን ሲ ደስ ምበለ